ሰላም ሰላም ኣብ ኩሉ ኩርናዓት ናይ ዓለም ትርከቡ ተኻታተልቲ መደብና ኣብ ዘለኹሞ ሰላም ጥዕና ፍቕሪ ክወርደኩም እንዳ ተመነና ከም ንሪኦ ደለና እዚ ቅንያት እዚ ቅንያት ሓድሽ ዓመትን በዓል ልደትን እዩ እዚ ዓመት እዚ ወይ እዚ ልደት እዚ ዓመተ ሰላም ዓመተ ፍቕሪ ኣደ ምስ ውላዳ ትራኸበሉ ሓዉ ምስ ሓዉ ዝራኸበሉ ኩሉ ኪናት ጠፊኡ ሰላም ዝረረክበሉ ህዝብታት ዝተሓቆፈሉ ዓመት ክገብረልና ናይ ኩላህና ትምኒት እዩ ብኡ ምኽንያት ብምግባር ድማ እዞም ትሪኦም ዘለኹም ክልተ ኣሕዋተይ ኣርቲስት ንዓኹም የዘናግዕን እዩ ይምህር እዩ ፈታ የብል እዩ ዝበልናዮ ሸው ሒዝናልኩም መፂና ኣለና። እዚ ሸው እዚ ኣብ ዳኒኤል ፒክቸርስ እዩ ዝመሓላለፍ ዘሎ ብምኽንያት ሓድሽ ዓመትን በዓል ልደትን ቅንያት ብምግባር ኢና ተዳሊና ዘለና። ብወዲ ድጅምር ክብረት ሓወይ ዕድመይ ኣኽቢርካ ናብዚ መደብ ብምምጻእኻ ብሽመይን ብሽም ዳንኤል ፒክቸርስን ቅድሚ እዚ ስኢልካ እንኳዕ ናይዚ ዓድም ክራይ ኩለን የካቢ ክብረት ሓወይ ትሓስል ክብረይ በቃ ናብዚ ምምጻእኻስ ማራ ቴንክ ዩ ሎልሓንጀራ ዊንቲቶ ናብዚ ዓዲመ ክብ ምጻኺ በቃ ኬፍ ኣሎ በቃ እንቋዕ መጻኺ ኣነ ኣይክእልን እዚ ብኽብረይ ዶ ብሽምገለ ዶ ገለ ገለ ስኢልካ ድረባሕ ኣይኮነን ረብሕ ኣይኮነን ኣይትጎደስሎም ብዙሕ
ዊንቶ ከመይ ኣሎ ቅንያት ሓድሽ ዓመትን በዓል ልደትን ብጣዕሚ ጽቡቕ ከመይ ክትቀበልየን መደብ ኣለኪ
ብፍቕሪ ሰላም ቀበል
እንታይ ፍልይ ዝበለ ነገር ሒዝክልና ክትመጽእ ካብ ስራሕተይ ናብ ተዓዘብቲ ካብ ስራሕትካ ውልቃዊ ህይወት እተወና ስራሕት
ብዙሕ መደብ እዩ ዘሎ
ኣብሽር ጎኒ ክለና ኢንሻላ ብፅቡቅ መደብ ክትመፅና ክብረት ሓድሽ ዓመት በዓል ልደት እንታይ ተዳልያ ከለካ እስከ ናብ ህዝቢ ስራሓት ተቕርቦም ወይ ከዓ ከም ዝኾነ ነገር እስከ ናብ ህዝቢ ተቕርብ ነገር

ብወዲድ ጅበሪል ነይሩ ኢለ ን ዮሃንስ ከ- እ፣ ዊንታ ዮሃና ክትብለየ ትኽእሊ ብምክንያት ሓድሽ ዓመትን በዓል ልደትን ንእሽ ዕድል ክበኪ
መጀመርታ እንኳዕ ናብ ሓድሽ ዓመት ኣብፅሓና በዓል ልደትን ሓድሽ ዓመት ኣብፅሓና እ፣ ቀፂለ ንመላእ ህዝቢ ኤርትራ ኣብ ውሽጥን ኣብ ደገን ዘለዉ እ፣ ንምክልኻል ኤርትራ ከምኡ ከኣ ነታ ምጭውቲ ጋለይ ርሑስ ሓድሽ ዓመትን በዓል ልደትን ክብላ ፈቱ ንምሉእና ኣርቲስት ኣብ ውሽጥን ኣብ ኣዲስን ኣብ ኤርትራን ደሎ ማለት እዩ ኩሉ ብሓፈሻ ኣብ ኩሉ ደሎ ኣርቲስት ርሑስ ሓድሽ ዓመትን በዓል ልደትን ይብሎም ዘረባ ይቀልኒ ይድሓዝለ ካብዚኣ ንላዕሊ እንታይ ደሊኺ ሕራይ ቴንክ ዩ ከምቲ ዝበልካዮ እኮ እዚ ክሪስማስ ብፍላይ ኣብ ኣስመራ ዝክሯቶ ከምኩም ዕፍዒፍታ ምሽ ኣለዋ ዳኸርካ ከለካ ገለ

ክስታይ እንደ ሚድያ እንደ ኮይና እምበር ኣብያ ቦታ ሓድሽ ዓመት ከም ዝኩራን ኣጸቢቀ እየ ዝፈልጥ ትረካ ግን ክብረት ሓው ሱቅ ክብል ኣብያ ኣብ ጎደና ብለኒ እንታ ናብ ሕቶታትና ዶ ክንኣቱ ሕራይ እምበር ክብራት ተዓዘብትና መደብና ከም ዝትከታተልዎ ዘለኹም ብፅቡቕ መንፈስ እዩ ጀሚሩ ዘሎ ኣብ መንጎ ክልቲኦም ሕቶታት ኢና ኣዳሊናሎም ዘለና ብዙሕ ሕቶታትን ዘዘናግዕን ዝምህርን ሕቶታት ኣዳሊናሎም ኣለና። መንኩም'ዩ ነዛ መደብ እዚኣን እዛ ሸው እዚኣ ስዒርዋ ክወጽእ? ኣብ መወዳእታ ክንሪኦ ኢና። ተዓዘብቲ ድማ ናይ መን ቲፎዞ ኢኹም፣ ናይ መን ደገፍቲ ኢኹም ወይ ግምታትኩም ከምዚ ናይ ዋንጫ ዓለም እንድሕር ኣስፊርኩም እንኮላይ ልቢ ጌርት ዋና ቻነል ሓምሳ ዶላር እሽልመኩም እኸውን። ግምት ማለት ድገመተ ከምዚ ናይ ዋንጫ ዓለም ገምቱ ተዘይኮይኑ ንዓይ ጸሓፉለይ ወላ ስለስተ ኣርባዕተ ዕላላት እዕለኩም ተዘይሽልመኩም ማለት እዩ። ፍታ ዝደወልኩምለይ ኣሁን ጀምረ ጸወታና። ናይዚ ሎማዓንቲ ስፖንሰር ኣጎር እዩ። ኣጎር ከምቲ ክሉ ግዜ ኣብ ንገብሮ መደብ ምሳና እንዳሰነየ ስፖንስ እንዳገበረ ዝኸይድ ዓቢ ትካል እዩ። ኣጎር ከምቲ ቀጺልና ኩሉ ግዜ ንነግረኩም ኮላይ ሓድሽ ዓይነት ፍርያት ሒዝልና መጺኡ ኣሎ። ንዓል እተን ኣዋልድ ጨጉርኽን ነቶም በራሓት ገለ ዝመልኣልኩም ጨጉርኹም ዝዕርየልኩም ገለ ብዙሕ ነገራት ኣሎ መቸም ኣዋልድ ንፈልጦ ሜክኣብ እየ ሜክኣብ ኣዳሊልኩም ኣሎ በቲ ታሕቲ ገዲፍናልኩም ደለና ኣድረስ ክትገዝኡን ክትዕድጉን ክትሸጡን ትኽእሉ ኢኹም ምርጫኹም ኣጎር ይኹን ዳኒኤል ፒክቸርስ ንጀምር ዶ? ሕራይ እምበር ናብ ሕቶታትና ከነብልና ምሳኹም ዘለኹ ዮናስ ፍስሃየ ጢኑኤ ጀሚርና ኣለና። ፈርስት ሌዲ ትበሃል ዲኹም ወይስ እሱ ይጀምር? ብኡብኡ ተባሂልኩም ሕራይ ኣብዚኣ ሓንቲ ጽሕፍ

ሕጂ ድኾነ ክሓተኪ ኣነ እታ መልሳ ግን ባሕ እያ ትጅምር ሓ ሕራይ ካብ ወዲ ሰብ ድወጽእ ድኾነ ነገር ተለካ ሕርእ ትብልኒ ክስ ፍቕሪ
ኤግዛምፕል ፎር ኤግዛምፕል ማለት እዩ ግን ብውሕዳት ደቃይቅ ኣለኺ ካብ ክንደይ ደቃይቅ መን መለሰ እያ ውሕዳት ደቃይቅ ኣህ። ኩለን መን መለሰ ተዘይፈለጥኪያ ከዓ ንጠረኒ ክትብል ትኽእል ኢኻ ንጠረኒ ከይበልኪ ከዓ ኣነ ከዓ ንጥረ ኣይክእልን እየ ማለት እዩ ሕራይ እምበኣር ብውዕውዕ ፀወታ ኢና ክንጅምሮ ክብራት ተዓዘብትና ዊንቱ ሬዲ ሬቶ መልስታትኩ ኩሎም ብሓ ጥራይ እዮም ዝጅምሩ ሬዶ ኮነ ንወዲ ኮነ ጓል ዝውክል ስም። ሃርና።
ብሓር ዝጅምር ኣብ መንጎ ክርና ኣቑርደትን ዝርከብ ዓቢ ከተማ። ኣገስ። ሙሉእ መልሲ ሓንቲ ካብ ደርፍታት ኣብርሃም ኣፍወርቂ። መለይ።
ብሓር ሓንቲ ካብ ደርፍታት ኣብርሃም ኣፍወርቂ ብሓር ዝጅምር።
ንጥራ ትብልዮ ከምዚኣ። ክነጥረካ ሕራይ ብሓር ዝጅምር ጸባ ቋንቋ ትግረ። ጸባ ብቋንቋ ትግርኛ። ምሉእ መልሲ፣ ኣንበሳ ዝቐተለ ዝወሃብ መዓርግ፣ ብሓር ጅምር።
ሓሜታይ። ምሉእ መልሲ፣ ክረምቲ ደኺሙ ናይ ዓመት ዝእክብ ህርኩት ሰራሕተኛ። ሓረስታይ። ምሉእ መልሲ፣ ኣብ ማይን መሬትን ክነብር ዝኽእል እንስሳ። ሓርገጽ።
ምሉእ መልሲ፣ ባቡር ትጓዓዘሉ መንገዲ። ሓዲድ።
ምሉእ መልሲ፣ ጓሂ፣ ስእነት፣ ስቓይ፣ ስምብራት፣ ወዘተ ሓደ ካብኣቶም፣ ብሓር ጅምር። ጸጸን ሓዘን ማለት እዩ። ምሉእ መልሲ፣ ኣብ ኢትዮጵያ ካብ ዝርከቡ ዓይነት ቢራ ሓደ። ሓ- ሓሪ- ካብ ኢትዮጵያ ካብ ዝርከቡ ዓይነት ቢራ ሓደ። ሓረር ሃረር ሃረር ትቕፅል ዲኺ እንደላ ተዓረ ስነ ጥበባዊ ስርሓት ዘፍሪ ዩቲብ ቻነል ብሓደ ጅምር ስነ ጥበባዊ ፍርያት ዘጅምር ጡጥ ቻነል ሽንጠራ

ሓራት ኢንተርተይመንት እንታይ እዩ ኮይኑካ ሓራት ኢንተርተይመንት እንታይ ኮይናትካ እንታይ እዩ ገበርና ሰባት ኢና ኣቱም ሰባት ኣንሬል ክለኹ ክትብል ኮይንኪ ኣንሬል ክለኹ ኮይንኪ
ናይ ተመለሰ ሕቶታት ክምልሰልኪ ድሓን ዝኾነ ውፅኢት ከመዝጊብኪ ደለኺ ግዜ ጥራይ ቁሩብ ኣንሲ ከያ ንሓንቲ ክትምልሲ ንወዲ ጓል ዝውክል ስም ሓበን ሓድነት ሓርነት ኣብ መንጎ ክርና ቁድረት ዝርከብ ዓብ ከተማ ሓጋዝ መሊስኪያኺ ሓንቲ ካብ ደርፍታት ኣብርሃም ኣፈወርቂ እስካሕቲ መልስያ ሓደራ ሓደራ ሓደራ እያ ጸባ ብቋንቋ ትግረ ሓሊብ ኣንበሳ ዝቐተለ ዝውሃብ ማዕርግ ሓኔታይ ክረምቲ ደኺሙ ናብ ዓመት ዝእክብ ህርኩስ ሰራሕተኛ ሓረስታይ ኣብ ማይን ሜረትን ክነብር ዝኽእል እንስሳ ሓርገጽ ባቡር ዝጓዓዘሉ መንገዲ ሓዲድ ጓሂ ስእነት ስቓይ ስንብራት ወዘተ ሓዘን መሊስኪያ ኣብ ኢትዮጵያ ካብ ዝፍረ ዓይነት ቢራ ሓደ ሃረር እሞ ሓረር ኢለ እንደ ሓረር ኣይኮነ ሃረር ካብ በዚ ኩሓ እዮም ዝጥቀምሉ ድሓን ትግርኛ ድሓተካሉ

ከምቲ ኣቐዲምና ዝሓበርናኩም እዚ መደብ እዚ ኣብ ዳኒኤል ፒክቸርስ እዩ ዝመሓለፍ ዘሎ ብምኽንያት ሓድሽ ዓመትን ልደትን ኮይኑ ከም ካልኣይ ስፖንሰር ደሎ እንኮላይ ጁኤል ዶኮሬሽን እዩ ጆል ዴኮሬሽን ወራይ ይኹን ዝኾነ ክምዕርግ ትደልይዎ ነገራት ምስ ትደልዩ በቲ ኣብ ታሕቲ ንገድፈልኩም ኣድረስ ጌርኩም ክትምዕርጉን ክትውቅቡን ትኽእሉ ኢኹም ብፍላይ ነዞም መርዓን ጥምቀት ወራያት መሳል ዘለኩም ማለት እዩ ናብቲ ዝቐጥል ሕቶና ከድና ክብረት ተዳሎ ኣለኹ ኣለኹ ተፈልጠ ሓሳብ
ባዓ ዝጅም ሰብ ግን ኣብዚኣ
እሱ እንድሕር ተጋይዎ ኣብ ምሕር መሊሳ ደይ የለ ኣብዚ ኣብዚ ኣይ- ኣብዚ ኣይኮነትን ኣብዚኣ ቅልጡፍ ቅልጡፍ ስለ ዝኾነ እዚኣ ፅቡቅ ኣዳሊኽ ንግርሚ እንተ ቴንክ ሕራይ እምበር ክብረት ናባኸያን ሕቶታት ተዳሎ ደያኑ ግዜ ሓዙልና ባዓ ዝጅምር ቅልጡፍ ሕቶታት ካብ ስም ደቂ ኣንስትዮ ወይ ደቂ ተባዕትዮ ሓደ ጥቀስ። በዓል ጅምር። ዓወት። ምሉእ መልሲ፣ ተሪርን ምቁርን ፍረ ዘፍሪ ነዊሕ ዕድመ ዝነብር ዓቢ ገረብ። በዓል ጅምር። ተሪርን ምቁርን ፍረ ዘፍሪ ነዊሕ ዕድመ ዝነብር ዓቢ ገረብ። በዓ። በዓ። ኣብ ገሊኡ ክፋላት ሃገርና ዝርከብ። ምሉእ መልሲ፣ ኣብ ታሪኻዊ ድፋዓት ናቕፋ ሓደ ጥቀስ። በዓ ካብ ድጅምር። ካብ ታሪኻዊ ድፋዓት ናቕፋ። ዓራርብ። ምሉእ መልሲ፣ ኣብ ኤርትራ ብብዝሒ ጡጥ ዝፈርየሉ ቦታ።

ሃገራዊት ደርፊ ሳጓ ዝለጎቦ ድምፃዊ እንተራ ምሉእ መልሲ ኣይመ- ኣይመ- ኣይመ- ካብ ዓይነታት ኣግራብ ካብ ዓይነታት ኣግራብ ሓደ በዓል ጅምር ካብ ዓይነታት ኣግራብ ዝኾነ- በዓል ዝጅምር። እወ ኣርከብ ኮባይ ም- ምሉእ መልሲ ኣ- እዎ፣ ምሉእ መልሲ ምሉእ መልሲ ዘይፍትሓዊ ቀሻሺ ኣዳናጋሪ ወዘተ

ኣብ ሴካፋ ኣብ ልዕሊ ኢትዮጵያ እቲ ዝሰርሐ ኤርትራዊ ተጻዋታይ ተጻዋታይ ዓሊ ሱሌማን ዓሊ ሱሌማን ሕጂ ኣባል ጋንታ ሃዋሳ ዘሎ ማለት እዩ ሃዋሳ ዘለዎ ብሃገራዊት ደርፊ ሳጓ ዝለጎቦ ድምፃዊ ዓይኖመ ዓይኖመ ዓይኖመ ካብ ዓይነታት ኣግራብ

እዚኦም ኣሎ ሓላውን ሁሉ ኸሊ ዘይፍትሓዊ ቀሻሻ ኣዳናጋሪ ወዘተ ዓማፂ እዩ ተቆልዩ ተጣሒኑ ፀብሒ ዝኸውን እኽሊ ሙሉእ መልሲ ኣብ ወተሃደራዊ ስልጠና ዘየድምዕ ዓካስ ኔርካ ትኾኑ ሳስ ኣብ መታሕት ብብዝሒ ዝረአ ሕማም ዓሶ ኣይመለሳን እዚኣ ዓሶ ሓደ ካብ ክፋላት ኣካላትና ዓንካር ዓንካሪት ዓንዲ ሕቆ ዓይኒ መሊስዋ እዩ ሓንቲ ካብ ድርሰታት መርሃዊ መለስ ክልተ ሚእቲ ካብ ጁባ ይደወ እዚኣስ ወላ ደያ ንስክ ናቱ ይኮነት እምበር ብዓኻ ብጅምሮ ቅርብ ቀሪብ ክላ ክትፈልጦ ደሎ ተኽእሎ ክውሕድ ኮይኑ ይስምዓኒ ዓለም ትሽዓተ ሓንቲ ካብ ብሰታት ትበርሃ መለስ ኣብራም ኣብራም ተዋሳኢ ጸሊም ዘለዋ ገለገለ ማለት እዩ ቅድሞ ቅርብ ኣቐድም ኣቢሉ ዓንተወይ ካብ ስምን ቁፅሪ ወፃኢ ሓመድ ሓልኢ ሓገል ገለገለ ማለት እዩ ዓባይ ኣንታ ምስ ሓፉል ይፍቕሪ ሕዚ ባሓ ኣይበልኳን ኣብዛ መወዳእታ ጥራሕ ይበል ባዓ ደኣ እሞ ዓንጃል ዓዋ እሞ ኣነ እኮ ስምን ቁፅርን ጥራይ ትፀውዕለኩ ዓስ- ዓሰርተ ኢልንስ ስም ኣይትፀውዕ ተልኳስ ስምን ቁፅርን ኣይትፀውዕ ተልኳስ ዓወት ትብለኒ
ኣጎር ኦርጋኒክ ፊት ማስክ ካብ ቀመም ሻሂ፣ ኣሊቨራ፣ ላቫንዳ፣ ሼባታ፣ ኮኮባታ፣ ዘይቲ ጋባን ካልእን ዝተሰርሐ ኮይኑ ከብዲ እግርና ዝነቅዕ፣ ዝቀራረፍ፣ ኣዝዩ ብርቱዕ ሽታ ዝፈጥር ምስ ዝኸውን ኣብ ሰሙን ሓንሳብ ን ኣርብዓን ሓሙሽተን ደቒቕ ብምጥቃም ክንፍውሶ ንኽእል። ኣብ ሰለስተ መዓልቲ ርኡይ ለውጢ ዝፈጥር ኮይኑ፣ ዘየድሊ ቆርበትና ተቐሪፉ ክወድቕ ከሎ፣ ካብ ብሳምና ብኣጎር ሼባታ ስክራብ ብምፍሕፋሕ ብሉጽ ውጽኢት ክንረኽበሉ ንኽእል። ንዝያዳ ሓበሬታ ኣብ ዩናይትድ ኪንግደም ዝርከብ ትካልና ወይ'ውን ሕጋዊ ኣድራሻና ብምጥቃም ክትእዝዙ ትኽእሉ። ብቐጥታ ንምእዛዝ እውን ካብ ፕለይ ስቶር ኣጎር ኣፕሊኬሽን ኣውሪድና ክንእዝዝ ንኽእል።
ሕራይ እምባር ክብራት ተዓዘብትና ከምዚ ከተካታተልዎ ዝጸናሕኹም መልሲ ቁልጡፍ ሕቶታት ብደሓን ዶ ኮነ ውጽኢት ተካይዱ ኣሎ ነጥብታት ደያኑ ንሒዞምልና ኣለዉ ከመይ ከመይ ክህቦም እዮም ንሶም ሒዞሞ ኣለዉ ደጊምና ደጋጊምና እዚ ትካታተልዎ ዘለኹም መደብ ኣብ ዳኒኤል ፒክቸርስ ዝመሓለፍ ዘሎ ንቅንያት በዓል ልደትን ሓድሽ ዓመትን ዝተዳለወ መደብ እዩ ናይዚ መደብ ቀዳማይ ስፖንሰር ደሎ ኣጎሪ ኣጎር ከምቲ ኩሉ ግዜ ንብለኩም ንጨጉሪ መለስለሲ ንቅብኣት ናይ ገጽ ንቴኬር ናይ ገጽን ናይ ጨጉርን ዝኸውን ብዙሕ ዓይነት ሓደሽቲ ፍርያትን ኣፕዴት ጌሩ መጺና ኣሎ በቲ ብታሕቲ ንገድፈልኩም ኣድረስ ጌርኩም ክትገዝኡ ትኽእሉ ኢኹም ናብቲ መደብ ከብለኩም እየ ናብተን ዝቅጽል ሕቶታትና ክንከይድና ሕራይ ዝቅጽል ሕቶታትና መብረ ክበኩም ካብ ሓደ ክሳብ ሸሞንተ ክትመርጹ ኢኹም ካብ ሓደ ክሳብ ሸሞንተ ካብ ሓደ ክሳብ ሸሞንተ እዛ ፀወታ እዚኣ ኣነመኔ እያ ትበሃል ኣነመኔ ኣነመኔ ኣነ ሓደ ናይ ሓደ ኣርቲስት ምሉእ ባግራውንድ ክነግረኩም እየ ሽሙ ከይፀዋዕኩ ሽዑ ኣነመኔ ክብለኩም እየ እቲ መልሲ ከዓ ንስኹም ትምልሶ ማለት እዩ ንኣብነት ናተይቀያሕ ኮይነ
ሓደ ቀይሕ ኣብ ኣዲስ ኣበባ ደቕመት ከምዚ ከምዚ ሲትኮም ዝሰርሐ መደመረ ሸው ዝሰርሕ እዚ ኣነመኔ ተልካ ዮናስ ወይኑ ትብል ማለት እዩ ከምኡ ዓይነት እያ እታ ሕቶ ማለት እዩ ስለዚ እዚ ግዜ ተዋሂብና ንሙሴ እወ ንዳያኑ ግዜ ክሕዝልኩም ቅጣ ክደሎ ኣይኮነ ሓሲብካ እዩ ሕቶ ክድገመልኩም ይኽእል እዩ ካብ ግዜኹም እዩ ሕቶ ናይ ምድጋም ኣበና ዳያኑ ግዜ ሓዝልና ካብ ሓደ ክሳብ ሸሞንተ እስኻ ዲኻ ጀሚርካ እዛ ፀወታ ወይንቲ ጀሚራ ተፅንያ ስኻ ጀምራ ሓደ ካብ ሓደ ክሳብ ሸሞንተ ቁፅሪ መፅ ሸሞንተ ሸሞንተ ሸሞንተ ሸሞንተ ተላሎ ገጣሚ፣ መራሒ መደብን ተዋሳኣይን ስነጥበባውየ። ልዕሊ ስመይ ብጸጋማይ ኢደይ ዝወጸት ሳጓይ ትደምቕ። ልዕሊ ሱሳ ዝኾኑ ደርፍታት ሰሪሐ ኣለኹ። መድረኽ ኣብ ምምራሕ ዝጥቀመሉ ነዊሕ ዋሕዚ ዘለዎ ግጥምታት ዝያዳ ይልለ። ሓንቲ ካብተን ዘኽብረን ስርሓተይ ተዝመላለስ ምስ ዳዊት ሽላን ዝሰራሕናያ ደርፊያ። ፎርሳ፣ ሻውለይ፣ ኮራለይ፣ ኣውቲስታይ፣ ኣብ ገዛውትና፣ ሰኣን ይቕረ ወዘተ ገለ ካብ ልዑል ሰማዓይ ዝረኽባ ስርሓትየን። ኣነ መንየ?

ዊንቶ ቁፅሪ ክንደይ ክነልኪ ክንደይ ካብ መሪፅካ ኔርኩም ሸሞንተ ሓደ ሓደ ደያኑ ግዜ ሓዙ ኣብ ዕድመ ሳላታሳት ኣብ ዕድመ ሳላታታት ዝርከብ መንእሰይ እየ ኣብ ዕድመ ሳላሳታት ዝርከብ መንእሰይ ድምፃዊ እየ ልሙድን ዘይቀየርን ቁድ- ቅዲ ፀጉሪ ይውንን ኣብ 214 ዘፍረኽዋ ስርሐይ 17 ሚልዮን ቪው ረኺባ ዝያዳ ውን ምስ ህዝቢ ኣላልያትኒ። ካልእ ኣብ ክልተ ሽሕን ዓሰርተ ኣርባዕተን ዝፈረየት ስርሐይ ገጣሚ ኣቢብ ሓይልኣብ፣ ዘያሚ ኤፍሬም ክብረኣብ ዘፍረይዋ ብኦድዮ ጥራይ ተዘርጊሓ ዓሰርተ ክልተ ሚልዮን ሰማዕቲ ዝረኸበት ደርፊ ኣላትኒ። ኣነ መን እየ? ኣብ ዕድመ ሰላሳታት ዝርከብ ድምጻዊ መንእሰይ እየ። ልሙድን ዘይቀየርን ቅዲ ጸጉሪ ይውንን። ኣብ ክልተ ሽሕን ዓሰርተ ኣርባዕተን ዘፍረኹዋ ስርሐይ ልሙድን ዘይቀየርን ቅዲ ጸጉሪ ይውንን።
ኣቀማቕሙ ሳሕቲ ዘይቅይር ሓንቲ መም- ቀማቕሞ እወ ዘይቅየር ቀላእ ኣለመን ዕድል ኣለዋ ድዩ ግዜ ኣለዋ ግዜ ኣለካ ካልኦት ክምልስ ትኽእል ኢኽ ውይ እስከ ኣብ 2000 ተሕተርሶ ኣረ፣ ኣብ ሰላታ ዝርከብ መንእሰያዊ ድምፃዊ ልሙድን ዘይቀየርን ቅዲ ፀጉሪ ይውንን ኣብ 2017 ዘፍረኽዋ ስርሐይ 17 ሚልዮን ቪው ረኺባ ዝያዳ እውን ምስ ህዝቢ ኣላልያትኒ ኣብ 2017 ዝፍረየ ስርሐይ ገጣሚ ኣበባ ሓይለኣብ ዝያሚ ኤፍሬም ክብርኣብ ዘፍረይዋ ዘፍረውያ ብኣውድዮ ጥራሕ ዝተዘርግሐ ከኣ ዓሰርተ ክልተ ሚልዮን ሰማዕት ዝረኽብ ደርፊ ኣላትኒ ብኣውድዮ ጥራሕ ዝተዘርግሐስ ዓሰርተ ክልተ ሚልዮን ደርፊ ኣላትኒ ኣነ መን እየ ኣብ ሰላሳታት ዝርከብ መንእሰይ ቅዲ ጨጉሪ ሓንቲ ይትቕየር ኣብ ሰላሳታት ዓሰር ሸውዓተ ሚልዮን ዝተራእየት ደርፊ ኣላቶ እንደገና ዓሰርተ ክልተ ሚልዮን ዝተራእየት ብኦድዮ ጥራይ ደርፊ ኣላቶ

ኣብ ሰላሳታት እዩ ከዓ ወረዲ ናትክ ግዜ ወዲኣ ሕጂ ውይ ድሓን ክምልሳ
ናትክ ድያ ናትክ ተዚ ዘይምሊስዋ ጥያ ከምዚኣ ክትክል ትኽእል ግዜ ኣለዎ ዲ ናቱ ዋላ ድያ ኖ ከመይና ኣይፈለጥ ኣንተሉ ድሓን ኣይፈለጥካ ኣብ ዕድመ ሰላሳታት ዝርከብ መንእሰይ ድምፃዊ ልሙድን ዘይቀየርን ቅዲ ፀጉሪ ይውንን ኣብ 214 ዘፍረኽዋ ስርሐይ 17 ሚልዮን ቪው ረኺባ ዝያዳ እውን ምስ ህዝቢ ላለያትኒ ካልእ ኣብ 214 ዝፍረየ ስርሐይ ብገጣሚ ኣቢባ ሓይለ ኣብን ዘያሚ ኤፍሬም ክብረኣብን ዘፍረየዋ ሳያ ብኣውድዮ ጥራህ ተዘርጊሕኻ ዓሰርተ ክልተ ሚልዮን ሰማዕት ዝረኸበት ደርፊ ኣላትኒ ኣነ መነ ድምፃዊ ናሆም መስተ ብኣውድዮ ጥራይ ተዘርጊሓ ዓሰርተ ክልተ ሚልዮን ዝተረኣየት ካብ ናይ ሃገርና ዘይተጋግየ ማለት እዩ ናሆም ሓወይ ይቕሬታ ናሆም ጥራይ ኣላ ናሆም መስተ ቅዲ ጨጉሪ እውን ሓንቲ እየ ናሆም ብሓንቲ ኢና ንፈልጦ ኣይቀየረን ከይተቐየር ማለት እዩ ድምፃዊ ናሆም መስተ

ሰለስተ ጢም ሰለስተ ሰለስተ ሰለስተ ኣደ ኣቤቶ ኣደ ኣቤቶ ባስ ኣባል 24 ዙርያ ሃገራዊ ኣገልግሎት ጓል ኣንስተይቲ ድምፃዊት እየ ኣብ ሳዋ ብዘቕረብክዋ ፈላሚ ስርሐይ ምስ ህዝቢ ተላልየ ክሳብ ሕጂ ሰዓት 20 ልዕሊኡ ዝግምት ቪድዮ ክሊፕ ኣፍሪረ ይርከብ ሓንቲ ካብተን ኣዝያ ዝተሰምዓ ደርፍታተይ ኣብ ክልተ ሽሕን ዓሰርተ ሓሙሽተን ዝፈረየት ኣብ ግጥሚ ዜማ ኣብርሃም ኣለም ምስ ዳንኤል ብፁኣምላኽ ብምዃን ዝሰርሑዋ ኮይና ኣስታት ትሽዓተ ሚልዮን ግዜ ክትስማዕ ክኢላ ኣላ ትሽዓተ ሚልዮን ቪው ዝረኸበት ደላታ እያ ኣነ መን እየ ኣባል ዒስራን ኣርባዕተን ዙር ሃገራዊ ኣገልግሎት ግጥሚ ጓል ዜ- ዜማን ሰ ኣብን አ፣ ዜማን ኣብርሃም ኣለሚ ምስ ዳንኤል ብፁኣምላኽ ብምዃን ዝሰርሑዋ ኮይና ዳንኤል ብዛምላክ ኮይኖም ሰርሕላ
ኣባል ዕስራን ኣርባዕተን ዙርያ ኣባል ዕስራን ኣርባዕተን ቃል ዙርያ ምዃን ኣብቅዑ ዕድመ ክንደይ ኢልካ ዘኪረ ዕድመ ዕድመ ይጠቐሰልና ዕድመ ይጠቅስኒ ዙር ነጊርካ ኣሎ እንዶ
ኣብ ዕስራን ኣባል ዕስራን ኣርባዕተን ዙርያ ሃገራዊ ኣገልግሎት ጓል ኣንስተይቲ ድምፃዊት እየ ኣብ ሳዋ ብዘቕረብኩዋ ፈላሚ ስራሐይ ምስ ህዝቢ ተላልየ ክሳብ ሕጂ ክሳብ ሕጂ ሰዓት ዕስራን ልዕሊኡ ዝግመት ቪድዮ ክሊፕ ኣፈ ይርከብ። ሓንቲ ካብተን ኣዝየን ዝተሰምዓ ደርፍታተይ ኣብ ክልተ ሽሕን ዓሰርተ ሓሙሽተ ዝፈረየት ኣብ ግጥምን ዜማን ኣብርሃም ኣለም ምስ ዳኒኤል ብጹኣምላኽ ብምዃን ዝሰርሑዋ ኮይና ኣስታት ትሽዓተ ሚልዮን ግዜ ክትስማዕ ክኢላ ኣላ። ትሽዓተ ሚልዮን ቪው ዝረኽበት ፊሊም ኣላትኒ። ኣነ መን እየ?
ኤደን ትቕጽል።
ግዜ ኣለካ? ኣነ ክምልሳ? ግዜ ኣላትክና።
ንዓይ ግዜ ዘለኒ ቅድም ኣነ ግዜ ይኩዴ

ሙሉእ መልሲ ሙሉእ መልሲ ንዓና ዘይኮነ እንዳ ዮሃንስ ዘይኮነ ዮሃንስ ፀዊዐ ዳን እንዳ ዮሃንስ ፀዊዐ እሞ ምርቃው ንብለኩም ኣሎ እንዳ ዮሃንስ ፀዊዕናዮም ኢና ኔጌቲቭ ክልተ ነጥቢ ከይድካ ኣለኻ ኣስኻ ስለ ዝመለስኪ ካብቲ ናቱ ነጥቢ ክልተ ነጥቢ ወሲድክ ኣለኺ ሓደ ካብቲ ናይዛ ፀወታ ፍልይ ዘብሎ እሱ ደይ መለሳ እዚኣ እንድሕር መሊሳቶ ካብ ናቱ ክልተ ነጥቢ ተቐኒሱ ናብ ናይ ዊንታ ይኸይድ ስለዚ ኣብዚኣ ከይዳ ኣላ ትገርመካ ኣባል ዕስራን ኣርባዕተን ዘ እዚኣ እስኪ ትምልሳ ነርካ በዓለይ ኮሽሕ ጥቃዕ ምበልኩኻ ውይ ከመይ ፈሪሕ ነይሩ ስካ ደራሽ ዮሃንስ ዕስራን ኣርባዕተን ዙርያ
ከነገረካ ዕስራን ኣርባዕተን ዙርያ ኣገልግሎት ናትና እንዲም እታ ጉጅለ ባህልቲ እታ ጉጅለ ባህል እዚኣ ታሪኻት ጉጅለ ባህል እያ በዓል ንሂምያ ሸዊት ሰምሃር ዮሃንስ በረኸት ዘዋ ደቡብ ብዙሓት ሙዚቀኛታት ደረፍትን ዘፍረየት እያ ንባዓላ ብዙሓት ሙዚቀኛታት ዘፍረየት ፍልይቲ እያ ኣሃዱ ዕስራን ኣርባዕተን ዝርያ ኣሃዱ ጥራይ ኮይና ዘይኮነት ማለት እዩ እቲ ዓመታዊ ናይ መመረቕታ በዓል ዝግበር ካብ ኣስመራ መፅኦም ደረፍቲ ዘካይድዎ ነይሩ ኣብ ናና ታሪክ ዝተሰርሐ ግን ሰማር ዮሃንስ በዓላ ከይዳታ ደርፊ ኣብ ኣስመራ መሊኣታ መፅያም መንጎ ተዓሊም ማለት እዩ መፅያም ኮላይ ነታ ደርፊ ብናትና ብውሽጣዊ ዓቕማ ዝተመረቐት ዒስራን ኣርባዕተን ዝርያ ኣህድያ ኩላኹም ዒስራን ኣርባዕተን ዝርያ ኣብ ርሑቕን ኣብ ቀረባን ኣብ ደገን ወጻእን ዘለኹም በዚ ኣጋጣሚ እዚ ሰላም ክብለኩም ፈቱ ርሑስ ሓድሽ ዓመት ዓመትኩም ክገብረልኩም ይፈቱ ደቁ ዝረይ እቶም ካልኦት ዝርያ ከዓ ካልእ መዓልቲ ክብለልኩም እየ ክንቅጽልና
ናበይ ባያታ ሃቶ ሃራይ ሰለስተ ድኻ መሪፅካ ነርካ ሰለስተ ሓደ ሸሞንተ ፅውዕን ኣላ ሓሙሽተ ሓሙሽተ
ኣጆኺ ኣጆኺ ኣቤት ሂዳ ኣብ ሽ- ሂዳ ዘምሪ ይምትነግር ኣለ ኣይኮንክ
ኣብ ሽሕን ትሽዓተ ሚእትን ቴስዓን ሓሙሽተን ኣብ ሱዳን ተወሊደ ኣባል ዕስራን ሓሙሽተን ዙርያ ገጣሚ ዘያሚ ድምፃዊ እውን እየ ኪኖ ስበጥ- ኪኖ ስነ ጥበብ ኣብ ዓውዲ ሕክምና እውን በዓል ሞያ እየ ደርፍታተይ ህድእን ልዝብን ዝበለ ኣካይዳ ይውንኑ። ኣብ ደርፍታተይ እውን ስመይ ይደጋግም እየ። ኣብዚ ቀረባ ግዜ ኣልቡም ክዝርግሕ በቒዐ ነይረ። ሓንቲ ካብ ፍርያተይ እውን ብኻልእ ድምጻዊ ተሰሪሓ ኣስታት ሓሙሽተ ሚልዮን ሰማዒ ክትረክብ በቒዓ። ኣነ መን እየ? ኣባል ዕስራን ሓሙሽተን ዙርያ ኣባል ሞያ ዘለዎ ኣብ ሱዳን ዝተወልደ ካብ ሱዳን መዓስ መፅኡ? ኣብ ሽሕን ትሽዓተ ሚእቲ ሰብዓን ሓሙሽተን ኣብ ሱዳን ተወሊዱ። መዓስ መፅኡ? ሰብዓን ሓሙሽተን ዲኻ? ተስዓን ሓሙሽተን ተስዓን ሓሙሽተን ተወሊዱ። ቴስዓን ሓሙሽተን ቴስዓን መናእሰይ ማለት እኮ እዩ ኣብ ዕስራ ሓሙሽተን ዙርያ እዩ ኣብ ካልእ ዕስራ ሓሙሽተን ዙርያ ድገመላ ኣብ ዓውደ ቅድሚ ክሓስብ ክደግመልክ ዶ ዳሓሰብ ክዳሕ ኣብ ሽሕን ትሽዓተ ሚእቲ ትስዓን ሓሙሽተን ኣብ ሱዳን ተወሊዱ ኣባል ዕስራን ሓሙሽተን ዙርያ እዩ ገጣምን ዘያምን ድምፃውን እውን ኪነ ስነ ጥበብ ኣብ ዓውዲ ሕክምና እውን በዓል ሞያ እዩ ደርፍታቱ ህድእን ልዝብን ዝበለ እዩ ትግርኛ እዩ እዋ ኣብ ደርፍታተይ እውን ስመይ ይደጋግመ እዩ ኣብ ደርፍታቱ ስሙ ይደጋግም እየ። ኣብዚ ቀረባ ግዜ ኣልቡም ክዝርግሕ በቒዑ ነይሩ። ሓንቲ ካብ ፍርያተይ እውን ብኻልእ ድምጻዊ ተሰሪሓ ኣስታት ሓሙሽተ ሚልዮን ዝሰምዓ ክትረክብ በቒዓ። ድምጽን ዜማን ንኻልእ ደራፋይ ሂቡ እንከሎ ሓሙሽተ ሚልዮን ዝተሰምዓቶ ኣላ። ኣነ መን እየ? ኣነ መን እየ? ክቡራት ተዓዘብትና ኣኣብ ዘለኹሞ ኮንኩም ኣብ ኮመንት ብሰዓታት ክንሪኦ ስለ ዝኾና ቀዲምኩም ክትምልሱ ትኽእሉ ኢኹም። ብፍላይ ዕስራን ሓሙሽተን ዙርያ ዕስራን ኣርባዕተን ዙርያ እኮ መሊስኩምና ክፍልጥ እዩ። ዕስራን ሓሙሽተን ዙርያ ከኣ ክትምልሱዋ ተስፋ ኣለኒ እዛ ሕቶ እዚኣ።

ብሽሙ ድዩ ሰጉ ሽሙ ሽሙ እዩ ድረስ ሽሙ ሙሉእ ሙሉእ ሽሙ እዚ ሕቶታስ ንሳዋ መልሰካታ
እንዴት ጽሜ አይትራይም ተዘይነ ባዕለይ ክምልሰ እየ ዝሓስብ ዘለኹ ግዜ ግዜ ከይዳና እስከ ነጥኻ ውሰዳ ካብዚኣ እንተይዶ ሰለተልካ ነጥ በዚኣ እኳ ክንደይ ነህ መልሳ

ኣባል ዕስራ ሓሙሽተ ዙርያ እንታይ ትሓስብ ኣለኻ
ሓቂ ኮይኑ ማታ ካሜራ ምስ ተወልዐት ዝጠፍኣካ ነገር ፈሊጥያ ኒ ሽሙ ደርፍታት ክድ ዝክር ዘለኹ ብኣሉ መልሲ ግድ ኢለን ጠፊእናን
ደሽ ሂበያ ኣለኹ ካብ ዓሰርተ ወይ ተዳሉ ይስማዕ ጠዕዋ ቢልያ እንደ ዜማ ደሽ ሂበያ ኣለኹ ኣብ መርዓና በረኸት መንግስቲ ኣብደይ ፅውዕ ገለ ትብል ደርፋ እታ ዜማ እንዶ ዘክሩ እንዳ እታ ካብ መርዓና ምን ምን ምን ትደረፈ ይግደር ግን ትደሎ ሕጂ ካእ ዘከርኩ ሙሉእ መልሲ ተዳሎ እዩ ነይሩ ተዳሎስ ኣብ ናቱ ፍልይ ደብሎ ነገር ሓደ ዝውዕል ቅዲ ሙዚቃ ይድፍለጥ ኣብ ነፍሲ ወከፍ ደርፉ ሽሙ ተዳሎ ሽሙ ይእቲ ኣሎ፣ ኣዎ። በዚኣ ይድፍለጥ ተዳሎ ነይሩ ዮሃንስ ስለዚ ክልቴኹም መጽሓፍ ነጥቢ ከሲርኩም ኣለኹ ሙሉእ ድምፃዊ ምእዋእ ምሽጥ። ተዳሎ ዮሃንስ እዩ ነይሩ ውይ ወለቦ ክመፅእ ነጊረካ

ክብረት ኣማረ ከደራይ ሕብሪ ዝውንን ቆማት ጉልቡት ስነ ጥበባዊ እየ ከደራይ ሕብሪ ዝውንን ቆማት ጉልቡት ስነ ጥበባዊ እየ ፋልሚት ስርሐይ መጀመርታ ስርሐይ ማለት እዩ ኣብ 220 ኣብ 208 ዝፈርየት ምስ ካልኣየ ድምፃዊ ብምዃን ዝተሰርሐት እያ ኣላይ ናይዛ ስራሕ መርሃዊ መለስ እዩ ኣብ 216 ናብ ህዝቢ ዘቕረብክዋ ደርፊ ኣስታት 8 ሚልዮን ሰማዓ ረኺባ ኣብ 217 ምስ ዓብዪ ስነጥባዊ ድምፃዊ ብምዃን ስራሕ ኣቕሪበ ነይረ

ኣታ እዚኣ መሊስኩማ ክልቲኡ ክጸኒሑ ፈሪሐ ጸኒሐ ካን እሞ የለን
ጎልጎለይ ፍጹም በራኺ ፍጹም ፍጹም በራኺ በራኺ ፋጨ በራኺ ከም ኮይኑ ከዓ ም፣ ጎልጎለይ ትብል ጥዕምቲ ደርፊ ኣብ ናይ ፍጹም በራኺ ዩቲብ ቻነል ኣብ ናቱ ጥዕምቲ ደርፊ ፈንዲልና ኣላ ኣብኡ ከይድና እታ ደርፊ ከነስተማቐራን ክንሪኣ ንኽእል ኢና ፍጹም በራኺ ሓደ ካብቶም ዓበይቲ ኣዚና ነድንቖ እ፣ ድምፃውን እዩ ክንከይድና ናባኺ
ሽዱሽተ መሪፅ ነይሩ እወ ሽዱሽተ
ሓሙሽተ ኢለ ደ ኢልዋ ኣገላ ኣይተባህለትን ኣይተባህለትን ንኺዳ ሓራ ንኺዳ
ዊንታ ኣስፋሃ ኣቤት ከደራይ ሕብሪ ማእከላይ ቁመት ይውንን ኣብ ደርፊ ኣብ ፊልም ኣብ ኮሜዲ ናይ መድረኽ ሙዚቃዊ ድራማ ኣብ ቅጥሚ ዜማን ጣልያን ብርክት ዝበለ ስራሕ ሰሪሐ። መጽሓፍ ክጽሕፍ ውን በቒዐ። ብደረጃ ኣልቡ ውን ዘፍረኽወን ካሴት ኣለዋኒ። ሓንቲ ካብ ስራሓተይ ኣብ ናይ ሆሊውድ ኢንዳስትሪ ሽልማት ኣፍልጦ ክትረክብ በቒዓ እያ። ኣነ መን እየ? ገጣማይ ደራፋይ ኣይኮነን ዘያማይ ገጣማይ ኩሉ እዩ ሰብ እዚ ክነግረኪ ከደራይ ሕብሪ ማእከላይ ቁመት ዝውንን ኣብ ደርፊ ኣብ ፊሊም ኣብ ኮሜዲ ኣብ ናይ መድረክ ሙዚቃ ኣብ ግጥሚ ኣብ ዜማ ኣብ ኣልያ ኣልቡም ውን ኣላቶ ባዕሉ ዝደረፋ፣ ካሴት ውን ኣላቶ፣ መጽሓፍ ውን ይጽሕፍ እዩ። ኣብ ናይ ሆሊውድ ኢንዳስትሪ ከኣ ሽልማት ከተብቅዕ ከተዕትር ትኽእል ሓንቲ ንቡ ከኣ በቒዓቶ ኔራ እያ። ይደርፍ እዩ ግን ትብለና ኩሉ ተደርፊ እኮ ኢና።
ይደርፍ፣ ኮሜዲ፣ ዘያማይ፣ ጸሓፊ መጽሓፍ፣ ኣርት በልዮ። ኩሉሲ ጥቕልል ኣጠቓሊሉ ኣጠቓሊሉ እዩ። እዩ። ከደራይ ሕብሪ ማእከላይ ቁመት ዝውንን
ኣብ ደርፊ ኣብ ፊልም ኣብ ኮሜዲ ናይ መድረክ ሙዚቃዊ ድራማ ኣብ ግጥሚን ዘማን ኣልያም ብርክት ዝበለ ስራሕ ሰሪሐ እየ መፅሓፍ ክፅሕፍ እውን በቂዐ እየ ኣብ ደረጃ ኣልቢ እውን ዘፍረኾን ካሴት ኣለዋኒ ሓንቲ ካብ ስራሓተይ ኣብ ናይ ህልዊት ኢንዳስትሪ ሽልማት ኣፍልጦን ክትረክብ በቂዓ ከይድርኢ ኢለን ደርፊ እንዲ ኢሉ እምበር ጠቐስና እኮ

ፍሉይ ውህብቶ ካብ ትካል ኣኾ ካብ ሎሚ ሽግር የለን ካብ ሎሚ ዘጨንቕ የለን ካብ ሎሚ ኣየናይ ድሕሪ ኣየናይ ኢና ክንገብሮ ዝብል ሕቶ ፍጹም የለን ደረጃ ብደረጃ ተኸቲልኩም ጨግርኹም ኣለይ መለይ ክትብሉ ትካል ኣኾ ብሉጽ ፍርያት ምስ ውሕሉል ኣጠቓቕማ ሰሪዑ ጀባሃ ይብለኩም ኣሎ። ናሆ ደልየ እምበር ታይ ስኢነ
ኣኾ ኣብ ስኮትላንድ ዝፈሪ ኮይኑ ኣብ ሙሉእ ዓለም ዘለኹም ኣካፋፈልቲ ክትእዝዙ ምስ ትደልዩ በዚ ብታሕቲ ተዘርዚሩ ዘሎ ተሌፎንና ዌብሳይትና ክትውከሱና ትኽእሉ ዓማዊልና ውን ኣብ ሙሉእ ዓለም ኣብ ዘሎ ናይ ሓበሻ ድኳናት ተዘርጊሕልኩም ኣሎ።

ከብድ እንዳ ፍሉጥ እንዲ ግን ሸውዓተ ሸውዓተ ደኣ እሞ ተዳሎ ዮሃንስ እንዲ ኦኬ ቴንክ ዩ ፎቶ ኣነ ከማን ተናምበር እሺ ሓደ ክጢኑ ሓደ ደኣ ኢላታ መጀመርታ እንታይ እንታይ ተሪፈና ንብላ
ኣርባዕተ ክልተ ብራቮ ኣርባዕተን ክልተ ኣርባዕተን ክልተ ኣርባዕተን ክልተ ኣርባዕተን ክልተ ክልተ ብራ
እዚኣ ትፈልጣ ተስፋ ገብር ውይ ስባ
ኩቡራት ተዓዘብትና መደብ ጽቡቅ ከይድ ከም ድህሉ ተስፋ ንገብር ዘሎ ኮመንት ሪኢቶ ወይ ክመጽልኩም ካልኦት ኣርቲስት ምስ ትደልዩ ኣብ ኮመንት ክትገድፍልና ትኽእሉ ኢኹም ክብረት ናባኺ እዛ ሕቶ ተዳሎ ዕድመይ ብገምጋም ኣብ መወዳእታ ዕስራታት ይኸውን ኣብ መወዳእታ ዕስራታት ይኸውን ዘያሚ ድምጻዊ ኪኖ ደርፊ ዘያሚ ከኣ ኣብ ናይ ዓበይቲ ደርፍቲ ስራሓቱን ከም ዘያሚ ተሳትፍ ኣለኹ ኪነ ምድራፍ ከኣ ናይ ዓበይቲ ደረፍቲ ናይ ሃገርና ከም ዘያሚ ኮይኑ ተሳቲፉ ኣሎ። በታ ኣብ ክልተ ሽሕን ዕስራን ሓደን ዝዘርካሕኩዋ እሞ ኣስታት ሰለስተ ሚልዮን ሰማዒ ዘረከበት ስርሐይ ዝያዳ ምስ ህዝቢ ተላልየ። ብተመሳሳሊ ኣብ ነሓሰ ክልተ ሽሕን ዕስራን ሓደን እውን ኣብ ሕውነት ኢንተርቴመንት ዝዘርጋሕኩዋ ግን ልዕሊ ሓደ ሚልዮን ሰዓቢ ረኺባ። ዝደሓረት ስርሐይ ቅድሚ ክልተ ወርሒ ምስ ዳሪክተር ዳኒኤል ጠዓመ ብምዃን ዘርጊሐያ። ኣነ መን እየ?
ዝፈትዎ ድምፃዊ ሃኒባል ኣለ ሙሉእ መልሲ ሙሉእ መልሲ ድምፃዊ ኣታ ኢላ
ካብዞም ሕጂ እ፣ ብፅቡቅ ብዓድ መፅእ ዘሎ ሓውን እ፣ ኣብርሃም ኣለም ሃኒባል ኣለም እዩ ሃኒባል ኣለም ሕጂ እውን ኣዝያ ጥዕም ደርፊ ቅድሚ ምስ ዳኒ ጣዕመ ኮይኖም ዝሰርሕዋ እዋን ትብል ደርፊ ተዘርጊሓ ኣላ

ሕራይ እምበኣር ኩቡራት ተዓዘብትና ከምዚ ትካታተልዎ ዘለኹም ኣነ መን እየ ዝብል ፍልይ ዝበለት ሓደሽ ሕቶታት ዳርጋ ምዝዛም ገጽ እያ ትኸይድ ዘላ ሓንትና እምበር ምስ ዊንታ እያ ተሪፋትና ዘላ ቅድሚኡ ግን ዝያዳ ከምዚ ዶኮሬሽን ንመርዓ ንበርዝደይ ንቤቢ ሻወር እዋ በሊዕዋ ኢንታ እዚ ደኮሬሽን እቲ ብዙሕ ይመጽኦም ደለዎ ዓመት ቆልዓ ዶ ቤቢ ሻወር ዶ ክስታይ ሻወር ዶ ንመርዓ ወላ ጥምቀት ንውራይ ንእስ ዝበለ ጥምቀት ምስ ትደልዩ ጆኤል ደኮሬሽን ኢልኩም በቲ ኣብ ታሕቲ ንገድፈልኩም ኣድረስ ደዊልኩም ከምዝን ካልእ ካብዚ ፍልይ ዝበለ ዓይነት ኣሰላልማ ክትረኽቡ ትኽእሉ ኢኹም። ዝመረጽኩሞ ክገብርልኩም ይኽእሉ እዮም። ምርጫኹም ጆኤል ደኮሬሽን ይኹን። ሃራይ ማርቆራ ተዓዘብትና መደብና ከም ትሪኦ ዘለኹም ብጽቡቕ መንፈስ እዩ ዝኸይድ ዘሎ ሓዳሽ ሕቶ ኣነ ምን እየ ትብል ብኣርቲስት ክብረትን ኣርቲስት ዊንታን ጀሚርና ኣለና ሓንቲ ናይ መወዳእታን ምስ ዊንታ ተሪፋትና ንኺዶ ሕቶ የምልፀኪ ቁፅሪ ኣርባዕተ መወዳእታ ናትኪ ተሪፋ ደላ ማለት እዩ ኣብ ሽሕን ትሽዓተ ሚእትን ሰማንያን ኣርባዕተን ኣብ ሜዳ ተወሊደ። ድምጻዊን ተዋሳኣይን እየ። ኣቦይ ድምጻዊ ብምዃን ብናቱ ጽልዋ ዝያዳ ኣድህቦይ ኣብ ደርፊ ኮይነ። ኣብ ድራማ ቀዳመይቲ ስርሐይ ኣብ መድረኽ ድራማ ኦፔራ እያ። ናይ መድረኽ ድራማ ኦፔራ እያ ቀዳመይቲ ስርሑ። ከም ተዋሳኣይ ዝተሳተፍኩዋ ክሳብ ንሽልማት ዝበቐዐት ናይ ካሜራ ፊልምታት'ውን ኣለዋኒ። ኣብ ደርፊ በብእዋኑ ዘፍረኽዎ ልዕሊ ሓምሳ ደርፍታት ኣለኒ። ደራፋይን ተዋሳኣይን እየ። እወ። ኣልቡሙን ይርከቦ እዩ ቅድሚ ሰለስተ ዓመት ኣብ ክልተ ሽሕን ዓሰርተ ትሽዓተን ንደቂ ኣንስትዮ ሃገረይ ተመጉስ ስራሕ ሓፍሬ ነይረ ኣነ መን እየ እዋን እዋን ኣብ ምክዋን ክትገምሉ ብሓቂ ብሓቂ እንዲያማ ኣብ ሽሕን ትሽዓተ ሚእትን ሰማንያን ኣርባዕተን

ዮሃንስ ከይለ በቦ ዝበፅሕ ሕቶታት ተሎ ከም ትዕወትሉ ዝያዳ ርግፀኛታት ምስ ኣቦኦም ዝና ኣለካ ሓራይ እምበኣር ክቡራት ተዓዘብትና ኣነ መን እየ ዝብል ሕቶታት መን ኦሪን ሓወይ ተቐየመን ነይሩ ኣይቀይም ዝገመል ኣይቀይም ንዛሕናችኹም ሓራይ እምበኣር ክቡራት ተዓዘብትና ኣነ መን እየ ዝብል ሕቶታት ኣብዚአን ወዲና ኣለና ናብተን ዝቕፅል ሕቶታት ከንብልና ክሳብ ሕጂ ምሳና ክትህልው ተስፋ ንገብር ከም ትከታተልዎ ዘለኹም እዚ መደብ እዚ ብምክንያት ቅንያት ሓድሽ ዓመትን ልደትን ዝተዳለወ መደብ እዩ ናይዚ መደብ ቀዳማይ ስፖንሰር ዘሎ ኣጎር እዩ። ኣጎር ከምቲ ኩሉ ግዜ ንነግረኩም ንጨጉሪ ንቅብኣት መሳሊ ብዙሕ ዓይነት ፍርያት ዘፍሪ ዘሎ ትካል ኣብ ጎንና ብምዃን ኩላይ ኩሉ ግዜ ስፖንስ ዝገብረና ዓቢ ትካል እዩ። ሓደሽቲ ፍርያት እውን ኣምጺእና ኣሎ። በቲ ኣብ ታሕቲ ንገድፈልኩም ኣድረስ ክትገዝኡን ክትሸጡን ክትዕድጉን ትኽእሉ ኢኹም። ምርጫኹም ኣጎር ይኹን። ከመይ ሕቶታት ደሓን ኣሎ ድዩ?

ስፖርት ኣብ ሃገራዊ ኣብ ፐርሰናል ናትካ ሕቶታት እየን ዘለዋ እዘን ሕቶ ሸውዓተ ሕቶ ንሓደ ሰብ ክሕተታ እያ እተን ሰለስተ ብምርጫኹም ተኸቢለናኹም ናብ ትፈልጥዎ ሰብ ደዊልኩም መልሲ ከተምፅኦን ትኽእሉ ኢኹም ሰለስተ ግዴታ ባዕልኹም ትምልስዎን እታ ሓንቲ ከዓ ከባድ ሕቶ እንተኮይናትኩም ንጠረን እትብሉዋ ንጠረን ምስ ተባልኩም ሰለስተ ነጥቢ ትወሃብ ትኽእሉ ኢኹም። ተመሊስኩምና ከኣ ሙሉ ነጥቢ ትወሃብ ማለት እዩ። ከይተነጠርኩም ተመሊስኩማ ማለት እዩ። ስለዚ ብግቡእ ተጠቀምለን። ደያኑ ብካልእ ስልቲ እዮም መጺኦምና ደለዉ ኣዳለውቲ ናይዚ መደብ። ብጣዕሚ ገርም እዩ። ረመጠ ምናልባት ናብ መወዳእታ ክትከውን ትኽእል ትሓቶ ኣብ መንጎ ክገብረልኩም እኽእል እታ ክስታይሲ ማለተይሲ ማለት ብስልቲ ተጻወትዋ ቅድሚ እዚኣ ክብረ ጀሚርካ ጸኒሕካ ጀሚረ ነይረዋ እዋ

ኣህጉራዊ ኣህጉራ- ሽልማት ካብ ሃገርና ወጸኢ ኣብ ካልእ ከይደን ዝተሸለማ ሰለስተ ፊልምታት ጥቐሲ። ካብ ሃገርና ወፃእ ስ ከይደን ዝተዓወጣ እዋ፣ ኣብ ደገ ዝተዓወታ ማለት እም፣ ሰለስተ ጥቐሲ።
እም፣ ማጫሎ
መጨሎ እም፣ ወይ ባሻ ዘለዋ እንታይ እያ ትብል ሶ- ሶሎሙን እም፣ እም፣ መረብን ባሻ ዘለዋ ተሽሙ መረብ ተልፊ? ከይዳ ዝተዓወት

ላላ ግዜ ኣለኪ ኣክልኒ ኢተልኪ ኣክልኒ ክትብሊ ትክእሊ ኢኪ ካልኦት እዋን እዩ ማጭ ኣሎ እዋን ሰሎሙን ኣሉ መከዋን
እ፣ ባሩ ሰብዓን ሸውዓተ ሰብዓን ሸውዓተን ሰብዓን ሸውዓተ እንድያ እታ ሰብዓን ሸሞንተን ሰብዓን ሸውዓተ ሰብዓን ሸውዓተን እንድያ ሽምንትን ክትኮን ግን ንሳ ይከዓል ስለ ተዓዊታ ነይራ

ደሓን እተን ኣብዚ ተዘርዚረን ዘለዋ ትዕግስቲ፣ ኣቕላስያ፣ ሰሎሙን፣ ዜና ዕረፍቲ ዝብላ እየን። ገሊኤን ፊልምታትና ብደረጃ ፊሊም ከይደን ዝተዓወታ ኣለዋ። ገሊኤን ከኣ ብቤስት ኣክተርስ ወይ ከኣ ብዳይሬክቲን ጥራይ ወይ ከኣ ካብተን ኣዋልድ ሓንቲ ቤስት ኣክተር ተባሂለን ዝተሸለማ ኣለዋ። ስለዚ ይፈላለዩ ትሕቶታት ኣብ መንጎ ብፊሊም ከይዳ ዝተዓወተትን ብተዋሳእትን ብዳይሬክተርን ካብ ብውልቂ ዝተዓወቱ እወን ኣለዉ ማለት እዩ። ደያኑ ግን ናቶም ነጥቢ ሒዞም ኣለዉ። እንታይ ዓይነት ነጥቢ ሂቦም ከለዉ ደሓር ክንሪኦ ኢና። ዓርኩ
ቁጽሪ ካብ ሓደ ክሳብ ኣርባዕተ ናይ ኣርት ትሕቶታት። ካብ ሓደ ክሳብ ኣርባዕተ።

ኣነ ምልዛ ምን ኢሉ ኣይወዳኩ ፀጋይ ይግኒ
ኣይኮነን ግዜ ኣለካ ክድውሉ እንትኽእል ኢኻ ብዙሕ ምርጫታት ኣለኻ ናይ ምድዋል መሰልካ ሕልው እዩ መልሲ ዘጋጊኻ ኣለኻ ግዜ ካብ ግዜኻ ደውል ሓደ ድሓን ድኹነር እዩ ደራሲ ኣምበል ኣና ብርትዕ ክትብርትዕ ዝበለ ኮነኒ እየ ኦ።
ደራስን ዳይሬክተርን ፍሊም ኣንበልበሊ ተዓዘብትና እውን ኣብቲ ኮመንት ክትፅሕፉ ትኽእሉ ኢኹም ዝመልስ ከኣ ካብ ዓሊ ደው ኢለ ናይ ፍርቂ ሰዓት ዕላል ዕለካ ኣነ ኣለኩ ስድራ ገለ ይዕለካ እየ እምበር እቲ ዋና ቻነል ክንደየናይ እምበር ይሽልም ይትግብኦ ነይሩ ሓምሳ ዶላር ዳሓንዊት እየ እኮ እዚኣ ድምፂ እስከ ከመይ ትመልስያ ዋይ ድሓን ድሓን እዩ ዞ መልሳ ዝከዛ ከርካፍኪ ዋ
ረሲዐዮ ሓን ግዜ ከይዳ እየ ከይዳ ግዜ እዋ ኣይመለስካያን ናይ ምድዋል መሰልካ ከዓ እንዳሓረ ኩነልካ ኣረ ደራስን ዳይሬክተርን ፊልም ኣንበልብሊ መን ይበሃል ፍትዊ ተክለማርያም ዲሶሎ ዲሶሎ ዲሶሎ ዲሶሎ ዲሶሎ ይበሃል ነይሩ ኣይ ንኺድ ናይ ስነ ጥበብ ሕቶታት ካብ ሓደ ክሳብ ኣርባዕተ

እዮብ መን ዝበሃል እዮብ እዮብ እዮብ እዮብ እንዲ ሽሙ ጽባላ ግን እንታ ሽማ ብኡሲ ገብረ መስቀል እና ገብረ ኪዳን
እዮብ እዮብ ዋ እዮብ እዩ ግን እዮብ የበጃት
ሳጉ ሳጉኡ ናብ ከቤት ናይ ንፈልጣ እምበር ሳሙዃና ሳጉኡ ሳጉ ኣንስ ብሽሙ እየ ጽዋዕ ሓንሳብ ከዓ ስርሕና

ክትፅሕፉ ትኽእሉ ኢኹም ኣብ ኮመንት ትብለኩም ኣላ
ግዜ ተወቃዕለ ተወቃዕ ግዜ እዮብ ሃብተ ስላሰ
ተጨላ ወዲ ተጨላ ድብል ሰጓ ይፍለጥ ማለት እዩ ሰትሪ ትበሃል ዳያኑ ናቱ ግዜ ሒዞም ክሎ ግድን ድነጥራ ክሕሰበልኪ እዮብ ሃብተስላሰ ተጨላ ሰትሪ ትብል ተኸታታሊት ባህላዊ ድራማ ኣብ ማህደርና እያ ተዘይተጋገ ወይ ኤርዋንታች ወይ ማህደርና እያ ዘላ መስልን ኣብኡላትኩም ፅብቕቲ ናይ ባህላዊት ተኸታታሊት ሰትሪ ትብል ኣላትኩም ከድኩም ክትከታተልዋ በዚ ኣጋጣሚ እዚ ክንዕድመኩም እዮብ ንፈቱ ሃብተስላሰ እወ፣ እዮብ ሃብተስላሰ ወዲ ተጨላ ይበሃል ማለት ወይ እዩ እዮብ ሓወይ ስለዚ ራብዐይቲ ሕቶ ናባኸ እያ ኣርባዕተ እወ